ሳምራዊ ተኸታታሊ ዛንታ ብተስፊት ዮሃንስ ምዕራፍ ሓደ ቁፅሪ ኣርባዕተ ኣብ ዝሓለፈ ክፋል ኣስመረት ንግደት ምስ መጸት ምስ ሳምራዊ ኣጸመው ኣቢሎም ኣብቲ ገበላ ወጃዕ ክብሉ ከም ዘማሰዩን እቲ ሳምራዊ ዝደልዮ ሕቶ ክተማልኣሉ ምስ ነብሳ ከም ዝተሰማምዐት ሙሴ ዓርኩ ተዋስኦ ዝሰርሕሉ ሰዓት ስለ ዝኣኸለ ክጽውዖ ምስ መጸ ተተሓሒዞም ከም ዝወጹ በጺሕና ነይርና ብድሕሪኡ ኸ ኣብቲ መንገዲ ምስ ሙሴ እናተጓዓዙ ከም ቀደሞም የዕልሉ ኣይነበሩን። ሳምራዊው ሃንደበት፣ ሙሴ ኣብ ህይወት ሕቶታት ኣለካዶ? ትነብር ምህላውካ ክሳብ ክንደይ ኢኻ ርግጸኛ? ብዓይንኻዶኸ ወይ ብልብኻ ምርኣይ ይበልጽ? ንዝብሉ ሕቶታት መልሲ ህልወካ ዶ? እንተዘይኮይኑ ንበዓል ዳዊት ክንሓቶም ኢና። ቅድሚኡ ግን እንተመሊስካየን ዝበለጸ ምኾነ። ዋእ እዚ ኣስመረት እንተ ሰሚዓትካ ክትግረም እያ ሕጂ ክትምልሶ ይሓይሽ ኣጋጣሚ ኣደ ዳዊት እውን ስም ናይ ዝፈትዋ ሓፍቱ ኣስመረት እያ ትበሃል ዳዊት ሓደ ካብቶም ዕድለኛታት እዩ ኣቡኡ፣ ኣዲኡ፣ ኣብ ናይ ህይወት ተመክሮ ደሓን ዝኾነ መንቋሕቋሕታ ዘለዎም ስድራቤት እዮም። ኣቡኡ ነገራት ምዃን ኣብዩዎ እምበር፣ ዝሓሸ ናይ ትምህርቲ ዕድል እንተዝረክብ ምስቲ ተፈጥሮኣዊ ንቕሓቱ ተዓቢጡ ኣይምተረፈን። ግና ካብ ኩሉ ዘገርም ኣዲኡ ምሸት ምሸት ተዋስኦ ልምምድ ኣብ ዝሰርሕሉ ንደቃ ኣዳሪራ ወይ ምርባዕ ወይ እውን ህድሞ ትገድፈሎም። ክሰርሕ እየ፣ ናብ ናይ ደቕሓ ደረጃ ክስጉም እየ ንዝበለ ሰብ ኩሉ ግዜ ኣፍደጌኣ ክፉት እዩ። ሓደ ሓደ እዋን እናተለማመዱ ከለዉ ትርእዮም ነይራ። ካብ ኩሉ ዝበለጸ ነገር ኣብ ዝሓዝካዮ ሰናፍ ዘይምዃን። ብዛዕባ ዝጎድለኩም ዘይኮነ ብዘለኩም ከኣ ክትኮርዑ ኣለኩም ትብሎም ነይራ። ኣብ ከምዚ እዋን ሳምራዊ ከም ምሒር ምግራም ዝነቐለ ሰባት ዝነብርሉ ስፍራ ገና ሕውሱስ ኢሉ ኣሎ። ብቦትኦም ኣይሓዙን። በዓል ኣስመረት ኣደ ዳዊት መሲልካ ምንባር ካብ ዝተላመዱ ሰባት እዮም። ፍጥር ክብል ንቕሓት ተፈጥሮኣዊ እምበር በትምህርቲ ከም ዘይመጽእ ትምህርቲ ግን ገለ መሰረት ክነኸተስተኻኸል እድግፈካ እምበር ምስጢር ንቕሓት ኣይኮነን እብል ነይሩ። ኣብ ዝሓለፎ ሰባትን ነገራቶምን ናብ ምስትውዓል ኣዝዩ ቅልጡፍ እዩ። ኣብቲ ገዛውቶም ኣቦይ ጸጋይ ዝበሃሉ ሓጺር ደጉዳጉ ሰብኣይ ኣታ ስድራኹም ዘይትሕግዙ እቶም ቆልዑ ኣበይ ክትበጽሑ ኢኹም እስከ በሉ ተዋስኦ ዶ ትምህርቲ ዶ ትብሉ ክብልዎም ከለዉ ኣይ ኣቦይ ጸጋይ ምስኪን ህይወት በዓል ዓይኖም ዝለኻኽሙ ዘለዉ ሰባት እብሎም ነይሩ ንቑሕ ካብ ዘይምዃን ዝዓቢ ማህሰይቲ የለን ንህይወት በዓል ዓይኖምን መሰልታን ምንባር ማለት ኪነ ውዒልካ ምሕዳር ካልእ ትርጉም ከም ዘይብሉ ስለ ዘረድእዎም ኣብ መቐይሮ ህይወት ግዲ የብሎምን ኣብ ወጋሕታ ንስራሕ ይግስግሱ ፀሓያ ኣብ ትሰትከሉ ድማ ናብ መሕደሪኦም ይምለሱ እዚ ተዘይኮይኑ ካልእ ዓለም የብሎምን። እዚ ኸኣ ኣይኮነን ናብ ፍጹም ዕብየት ከብጽሕ ዘጠምት እውን ኣይኮነን። ሰብ እንታይ ከም ዝጎደሎ ብርግጽ እንተዘይፈሊጡ ኣብ ናይ ዓወት መድረኽ ዘሎ እናመሰሎ ምስ ሕመቑ ምስቲ ዘይርድኦ ስንፍንኡ ተሓቛቒፉ ነበር። ዓወት ዝመስል ውድቀት መኽሰብ ዝመስል ክሳራ፣ ሃብቲ ዝመስል ድኽነት፣ ዕብየት ዝመስል ድሕረት ተሓንጊጥካ ምንባር ኣሎ። ከይፈለጥካ ንዘይምፍላጥ ከም ጸጋ ምቝጻር እውን ኣሎ። ኣብ ወጋሕታ፣ ኣብታ እዮብ ሓዉ ኻብ ከተማ ምስ መጾ ዝድቊስላ ነእዲ ዀይኑ ጭቝጭቝታ ኣዕዋፍ ክሰምዕ እንከሎ፣ ሓድሽ ምዕራፍ ዝኽፈተሉ ዘሎ መስሎ ነይሩ። ኢዮብ ሓዉ ኣዝዩ ብሩኽ እዩ ብዓይኒ ሳምራዊ ብዘይካ እቲ ኣብቲ ዓድን ኣብቲ ናብራን ዘለዎ ፍቕሪ እንተዘይኮይኑ ብኻልእ ዘውጽኣሉ የብሉን። ወይዘሮ ለምለም ኢዮብ ኣዝዩ ምእዙዝ ኩሉ ዘሐጉሰን ነገር ዝገብረለን ስለ ዝኾነ ሓጎሰይ ኢለን እየን ዝጽውዖ ፈጣሪ ኣነ ንኽሕጎስ እዩ ፈጢሩካ ድማ ብልኦ ንሱ ውን ኣብ ልዕሊ ወይዘሮ ለምለም ፍሉይ ፍቕሪ እዩ ዘለዎ። ዝደለየኦ ገና ኣፈን ከይከፈታ እዩ ዝርድኣለን። ኣብታ ምሸት ሙሴ ንሕቶታት ሳምራዊ ጭንቀት እዩ ዘስዕብ በጃኻ ኢለካ ከምዚ ዓይነት ሕቶ ድሕር ድጂ ከይትሓተኒ ምክንያቱ ዋላ ገዛ ምስ ከድኩ ብዛዕባኡ ሓስብ ኣለኹ ብኻልእና ንዕልል ኢልዎ ሓወሱ ግርጭ ኢሉ ወረ እንታይ መፅሓፍ ኢኻ ተንብብ ዘለኻ ብቐዳማይ ንመምህር ዕድመ ወዲ ሰብ ካብ መዓስ እዩ ክጅምር ዘለዎ ኢልካዮ ክላስ ሙሉእ ካብ ዝተወልደሉ ክጅምር ኣለዎ እናበለካ በይንኻ ትካታዕ ነርካ እንታይ ኢኻ ትኸውን ዘለኻ ካብቲ ናይ ህይወት ምስትውዓል ዝተኸፍተሉ እዩ ዕድመ ክቑፀር ዘለዎ ኢልካዮ መምህር ሓቅኻ ዝበለካ ክትዕ ጸሊኡ እምበር ናይ ብሓቂ ከይመስለካ ብድሕሪኡ ኣብዚ ዘለናዮ ደረጃ ምስ መን ክንነብር ግብኣና ኢልካና ኩልና ምስ ስድራና እናበልና ንኹልና ስሒቕካና ጽቡቕ የለኻ እምበጃኻ ኢለካ ምስ በለ ሳምራዊ ኣብ መንጎ መቑሳብ ሕጂ ምስ ስድራኻ ኢኻ ትነብር ዘለኻ ምስ በሎ ወላ እስኻ ኣይትጋገ ባዕልኻ ካብ ትምልሰለይ ክትሓታኒ እዩ ዘለካ ኣነ ምስ ስድራይ ይቕመጥ እምበር ኣይነብርን እየ። ኣነ ምስ ነብሰይ ምንባር ጀሚረ ኣለኹ። ዳርጋ ወዲ ሓደ ዓመት ኮይነ እየ። ሕጂ ዕድመይ ምቝጻር እንተጀመረ ግዜኡ በጺሑ እዩ። ምስ ዓርከይ ገና ምስ ዘይተፈጥሩ ሰባት እየ ዘዕልል ዘለኹ ማለት እኮ እዩ። ብስጋ ዘይኮነ ብኣተሓሳስባ ገና ኣይተወለድካን ኣለኻ። ኣብ ዲግ ዝበለ ክትዕ ከለዉ እንዳ ኣምና በጽሑ። ኣምናቴ ዝበሃል ኣቦ ዳዊት፣ ብልምዲ ግን እንዳ ኣምና ኢሎም እዮም ዝጽውዕዎ ነቲ ገዛ። ናይ ምርኢት መዓልቲ ኣብ ምቕራቡ ስለ ዝነበረ፣ ምዱንጓይ ሳምራ እውን ስለ ዘሻቐሎም ንሙሴ ልኢኾምሉ። ኣብ ድርኩኺት እግሮም እናረገጸ፣ ሙሴ ግምጥል ኢሉ፣ ሕጂ ትሕቶታት ከይተልዕሎ ናብ ልምምድና ንእቶ። ክብል ከሎ፣ ዳዊት ቆፕ ስለ ዘበሎ፣ እሞ ድማ ግድል ዝመስል ሕቶታት ክፈትሕ ስለ ዝደሊ፣ ነተን ሙሴ ክወጽኣ ወይ ክለዓላ ዘይደለየን ሕቶታት ክሰምዕ ተዃተኾ። ሳምራዊ ድማ ሓውሲ ዋዛ ምሲሉ፣ ዳዊታ፣ ሙሴ ክድቅስ ኣይትደልየን ዲኻ? ወይ ምንባር ከም ዘፍርሖ ኣይተረዳእካን ኣሎ ማለት እዩ። ሙሴ ንድር ኢሉ፣ ንመን? ንዓይ! ሕተቶም እንተ ደሊኻ! ምስ በለ፣ ዕድል ስለ ዝተኸፍተሉ ካብ ስክፍታ እውን ስለ ዝደሓነ በቃ በሉ ሎሚ ልምምድ ተዋስኦ ዘይኮነ ናይ ምንባር ልምምድ ክንገብር ኢና ዳዊት ምናልባት ጀሚርካዮ ዘለኻ መስለኒ ንኻልኦት ግን ኣዝዩ ኣገዳሲ እዩ ተጠማሚቶም ጸጥ በሉ ምስቲ ክጽበይዎ ዘምሰዩ ሓድሽ ነገር ክህልዎ ኸእል እዩ ስለ ዝበሉ ቅሩብነቶም ብስቕታ ኣረጋጊጾምሉ። ዝተረበሹ እውን መሰሉ። ናይ ነገር ቁልዕነት ከይከውን ድማ ዕትብ ክብል ደለየ። ኣብ መድረኽ ዝንበብ ግጥሚ ባዕሉ ስለ ዘዳለወሎም ምርኢት ኣብ ምቕራቡ ምስ ዝኾነ እንተዘይተሳንዩ እታ ግጥሚ ኣሕዲጉ፣ ንኻልእ ሰብ ስለ ዝህባ ኣብዛ ህሞት እዚኣ ዝተሃላለኾ የለን። ግና ኣብታ ምሸት ከምኡ ዓይነት ሓሳባት ኣይተቐላቐሎን። ድምጹ ኣብርኽ ኣቢሉ ምንባር ክንጅምር ኣለና። ሓሳባት ከም ተኽሊ'ዮም። ግቡእ ክንክን እንተረኺቦም ይዕምብቡ ኣብ ፍረ ድማ በጽሑ። ሓሳባት ከተበግስ ዘይምኽኣል ግን ብዝተሓሰበልካ ክትጓዓዝ ምድላይ ንወዲ ሰብ ኣይተዓደለን። ብእውነት ኣብ ፍረ ዝበጽሕ ሓሳባት ኣብ ምሕሳብ የለናን። ድንቁርና ልክዕ ከም ሰልሚ እዩ፣ መመሊሱ መርጎካ። ክንቅየር ብምሕሳብና ጥራይ ዝፍጠር ዓቢ ነገር ኣሎ። ምኽንያቱ ካብ ዘይምሕሳብ ናብ ሓደ ደረጃ በጺሕና ኣለና ማለት እዩ። ብዛዕባ ኣብ ከተማ ዘሎ ጽቡቕ ነገር ኣይኮንኩን ክዛረብ ደልየ። ኣብኡውን ዓዘቕቲ ክህሉ ስለ ዝኽእል ውዱእ ገምጋም ክህብ ኣይክእልን እየ። ኣብዚ ግን እታ ዝለዓለት መዛረቢት ኣርእስቲ፣ ኩስቶ ንኹስቶ በትሪ ገይሩ ርእሱ ጭድድ ኣቢልዎ፣

ሳምራዊ ፍልይ ዝበለ ኣጠማምታኡ ካበይ ኣምጽእዎ? እዚ ንርእሱ ካልእ ሕቶ እዩ ዝኾኖም። ግን ይብል ሳምራዊ ንሕና እዞም ደቂ ሰበይቲ ዝብሉና ብዘይ ኣቦና ዓቢ ሰባት ብርግጽ ክንፍለ ግብኣና እዩ። ምኽንያቱ ርኡይ ዝኾነ ማሕበራዊ ተነጽሎ እኳ እንተዘየጓነፈና ምቕባሉ ዘጸግመና ግን ከባብያዊ ማህሳይቲ ኣብ ውሽጥና ኣሎ። ሓደ ግዜ ሳምራዊ ኣዲኡ ቀቅድሚኡ ስጉማ ምንባረን ዘየስተውዓሉ ሰብኡት ንዓስከታ ወዲ ለምለም ምስ በልዎ ንፈልማ ግዜ ምቁጽጻሩ ዝኸበደን ሕርቃንን ነድርን ኣዲኡ ረኣየ። እተን ርእየን ከም ዘይረኣያ ሰሚዐን ከም ዘይሰምዓ ዝኸዳ ወረጃ ሰበይቲ ኣብታ ህሞት ግን ነብሪ ተቐይራ። ሓቂ ሓይሽ እንተዘስተውዕሉለን ቀቅድሚኡ ምህላወን እንተዝፈልጡ ነዚ ቃል ኣይመውጽእዎን። ምልስ ኢለን ወደይ ወዲ እቲ ትፈልጥዎ ኣንበሳ ሰብኣይ እኮ እዩ። ወዲ እቲ ደኒንኩም ሰላም ትብልዎ ዝነበርኩም እኮ እዩ። ዋላ ክንደይ ትደፍሩ ኢኹም? እቶም ደቅኹም በዴታቶም እንተትጽውዑ እንታይ ምበልኩም? ክምልሱ ይከኣሉን ስቕታኦም ወይ ተጋጊና ዘይምባሎም ድማ መሊሱ ኣቖጠዐን ንብዓት ጀረብረብ ኣበላ ሳምራዊ ተዓኒዱ ጸኒሑ ንብዓተን እናሓበሰ ንስኺ እሞ ከንዲ ኣደ ጥራይ መኣስ ኴንኪ ናይ ሰብኣይን ሰበይትን ስራሕ እንዲኺ ትሰርሒ ንምንታይ ትበኽዪ? ኣነ ዋላ ብኣኺ ዝጸዋዕ ኣዝየ ይሕበን እየ። ግደፍዮም ንዕናይ ገዛና። ብኢደን ሒዙ ሕርቃነን ከረስዐን እናተጋደለ ስሒብወን ክኸይድ ፈጺሙ ይርስዖን። ኣብታ ምሸት ድማ እዛ ፍጻሜ ቅጅል በለቶ። ንሕና ሰባት ዝሃስዮምን ዘይሃስዮምን ክንመምኸማን ኣይንኸእልን። በቲ ኻብ ልሳንና ዝወጽእ ቃላት፣ ሞራል ሰብ ከም እንሰብር፣ ጸላእቲ ኸም እነጥሪ ኣይንፈልጥን ኢና። ዋዛ ንርእሱ ብውሕሉል ኣገባብ እንተ ዘይቀሪቡ፣ ናብ ጸርፊ እቐርብ። ኣስመረት ንኣብነት፣ በለ ናብ ኣደ ዳዊት እናጠመተ። እንታይ ዓይነት ሰባት ከም ንኸውን ከይፈለጠት እያ ክብሪ ትህበና። ዘለና ሕማቕ ከይረኣየት ንፉዓት ትብለና። ንፉዓት ስለ ዝበለትና ጥራይ፣ ንፉዓት ክንከውን ክንሓምቕ ከም ዘይብልና ተዘኻኽረና። ስለዚ ክንተሃሳሰ የብልናን። ስለምንታይ ኩልና ንኣስመረት ከም ንፈትዋ ትፈልጡዶ? ቃላታ ኩሉ ግዜ ጥዑማት እዮም። ንቕድሚት ዘሰጉሙ እምበር ድሕሪት ዝመልስ ሓሳብ እውን ኣምጺኣትልና ኣይትፈልጥን። ኩልና ከኣ ንፈትዋ። ጥዑም ምዝራብ እቲ ዝቐለለ ክንሱ ንምንታይ ሕማቕ ምዝራብ ይቐለልና? ንዓይ ከም ዝመስለኒ ስለ ዘይለመድናዮ እዩ ኩል ግዜ እቲ ዝለመድካዮ ይቐሊል ስለዚ ነቲ ጽቡቕ ክንለምድ የድልየና ኣሎ እዚ ክብል ከሎ እታ ዝፈትዋ ሰበይቲ ኣብ ማእከሎም ኮፍ ኢላ ብኣግርሞት ትጥምቶ ነበረት እንታ መጭቋር እያ ትብሎ ቁም ነገር ክዕላን ተጀሚሩ ድማ ጽን ኢላ ትሰምዖ። ምስ ናይ ሓፍቱ ኣተኣሳሲሩ ኣንቲ ኣስመረት እዘን ኣስመረት ዝብልኹንሲ ምስ ዓበኸን ጥዑማት ሰባት ከም ዝኾንክን ምስ ፈለጡ ድዮም ኣስመረት ዘውፅኡልክን ክብላ ከሎ እቲ እትድግሰሎም ሰናይ ተግባር ክትቅጽሎ ዝያዳ ትተባባዕ ሳምራዊ እተን ሕቶታት ከይትርስዐን ዳዊት እዩ ዝተሻቐለ ክምስል መልእኽቱ ዘሕለፈ። ሙሴ ግን ምናልባት ኣይዝከራን እየን ክብል ጸኒሑ ይኸውን። እሞ ናብ ሕቶና ክንኣቱ ንሎሚ ኻብ ሰለስተ ዘይበዝሓ ሕቶታት ክንዘራረበለን ግቡእ መልሲ ክንረኽበለንን ድማ ተስፋ እገብር። ንዓይ ከምልከተኒ ድዩ? በለት ኣስመረት። ንዓኺ ምምላሱ እንተኸቢድና ክምልከተኪ እዩ። ቀሊል እንተኾይኑ ግን ትዕዝብትኺ ወሲድኪ መራጎዲ ትገብርልና። ኣንታ ካበይ ኢኻ ተምጽኦ እዚ ቃላት? እስከ በል ሕራይ ናብቲ ሕቶታት እቶ። ሙሴ ምንባር የፍርሖ ኣሎ ዝበልካዮ ግን እሱ ድሓን ይጽናሕ። እንታይ መጺኡ ወይ ሙሴ ወደይ ዝፈርሐ? ከም ወትሩ ሕማቕ ስለ ዘይወጻ ንሙሴ ትብዓት ክትፈጥረሉ ተጋደለት። ቀጽል ዳኣ ሳምራዊ ወደይ። ቀጸለ ሳምራዊ ብኡነት ብልቢ እየ ዝፈትወኩም ግን ኣብ ሓንቲ ዓንኬል ኮለል ካብ ምባል ክንገላገል ስለ ዝደልየ ኩሉ ግዜ ሓድሽ ኣርእስቲ ዝመስለኩም ግን ከኣ ናይ ኣነባብራና ዛዕባ ዘቕርበልኩም ሕጂ ናብ ሕቶታተይ ክኣቱ ኣብ ህይወት ሕቶታት ኣለኩም ዶ ሕቶታትኩም ከ መልሲ ክትረኽብሉ ትፍትኑ ዲኹም ወይ ተንጠልጢሉ እዩ ዘሎ? ንነብር ምህላውና ክሳብ ክንደይ ኢና ርግጸኛታት? ሙሴላ ትርእየኒ እንዲኻ ዘለኻ ነብር ምህላወይ እንታይ መረጋገጺ ደሊኻ ኢሉኒ ነይሩ። ካብ ናቱ ዝተፈልየ ሓሳብ ክህልወኩም ተስፋ እገብር። ብዓይንኻ ድዩ ብልብኻ ምርኣይ ዝበለጸ? ኣኽለናዶ ኢሉ ፍሽኽ ምስ በለ ዳዊት ኣነ ኣብ ህይወት ብዙሕ ሕቶታት ኣለኒ ግን ምስቲ ናይ ኣቦይን ኣደይን ዝነበረ ሕቶታት ተዓብዒቡ ኣሎ ቀላሊዑ ዝምልሶ ኣይረኸበን ሰሓቕ ዝመስል በኽያት ኣሎ ዝበዛሕና ኣብ ዝዓንኬል ንነብር መስለኒ ምኽንያቱ ሰሓቕና እውን ክንምርምሮ ኣይከኣልናን በጥ ኢሎም እናሕለፍዎ ህይወት ቃልሲ'ያ ዝብሉ ክትሰምዕ ከለኻ ዘየደንጹ ኣይኮነን። ወይ ድማ ንጹር ክኽውን ኣብቲ ቃልሲ ኢዶም ከም ዝሃቡ ከስምርሉ ምተገበኣ። በዓል ደስበለ፣ ኤፍሬም፣ ሙሉእ ኣብ ዘዝመጽእ ሓሳብ ርእሶም ህንቕንቑ ምስ ረኣዮም ምንባር ኣርዒዱኩም ኣሎ። ንሰብ ብሓሳብ ክትስዕርዎ ክሳብ ዘይተበገስኩም ብሓንሳብ ምንባር ኣይጀመርናን። ሙሴ ኣብ ሓሳባት ምሒር ትህኪት ኣለካ። ብዛዕባ ሓደ ዛዕባ ነዊሕ ክትሓስብን መፍትሒ ክትረክብን ኣይትፍትንን ኢኻ። ወዲ ኣምና፣ በለ ሙሴ፣ ኣነ ብዛዕባ እዚ ኹሉ'የ ክሓስብ ዝደሊ። ሳምራዊ ትቕብል ኣቢሉ፣ እቲ ዘይፈተንካዮ ከም ዘይትኽእሎ ርግጸኛ ኣይትኹን። ፈትኖ፣ ደሓር ኢኻ ዓቕማ ትምዝን። እዋን ስለ ዝሓለፈ፣ በቃ ዘም ደቀይ ሕጂ ዕርፉ እሞ ጽባሕ ከኣ ዝተረፈ ኣስፊሕኩም ትረዳድእሉ ኩሎም ድማ ብሓንሳብ ሓፍ በሉ ምስ ገዘፍቲ ኣርእስታት ብሩኽ ለይቲ ተባሃሂሎም ተፈላለዩ ሰምራዊ ኣስመረት ሓፍቱ ኣዝዩ ናፊቕዋ ስለ ዝነበረ ብጉያ ገዝኡ በጽሐ እዚ ቖልዓ ደኣ ክሳብ ሕጂ የምሲ እናተባህሃላ ምስ ወይዘሮ ለምለም ርግ ኢልወን እቲ ርእስቲ ተናኺፈንኦ ስለ ዝነበራ ማለት ምስ ኣስመረት ናይ ምቕማጥ መደብ ብዙሕ ኣይተረዳኣን ኣደዋ እዛ ዓመት ምስ ተወድአት እዮብ ሓወይ ምሳኺ ኸውን ኣነ ክኸይድ እየ ብስማም በላታ ቆልዓ ሰላም ጌርካ ደቅሰና ምስ በላ ኣስመረት ብዓይና ስቕ ክብል ምልክት ገበረትሉ። እታ ቃል ስለ ዘሕለፋ ግን ብመጠኑ ሽግሩ ዝተፈትሐ መሰሎ። ዳዊት ምስኪናይ በይኑ ዓንገረር ከብልዎ እምበር ኣበይ ክርድእዎ። ሓደ መዓልቲ ግን ኣብ ዝሓሸ ኩነታት ክንራኸብ ኢና። ሓሳባቱ ግን ተናፈቕቲ እዮም። ኩል ግዜ ምስ ሓደስቲ ሓሳባት ስለ ዝጓዓዝ ግን ዘሰልኪ ናብራ ይህልወን እዩ። ነዘን ሕቶታት እንታይ መልሲ ኮን ከዳልወለን እዩ? ከም ኣሕፈሮም ንሓሳባት ኣጽፊሕካ ናይ ምግላጽ ልምዲ ከቋርጾ የብሉን። ኣሕፈሮም ሽኮር ሓደ መዓልቲ ከተማ ምንባር ካብ ዘይተዓደልና ኣብ ርእስና ሓንቲ ክንነብረላ ንኸእል ተወናውን ከተማ ንህነጽ ዝበሎ ዘከረ። ሓቁ እዩ ነቲ ትምንዮ ዘበለ ኣብ ውሽጣ ምህናጽ ዝመስሎ የለን። ኣስመረት ጋዝ ወሊዓ ገና ቀባሕባሕ ይብል ምህላዉ ረኣየቶ። ሰምራዊ ሕወይ ክንከይድ ኢና ሕጂ ግን ደቅስ። ምስ በለቶ፣ ክቱር ሻቑለታ ኣብ ግምት ስለ ዘእተወ፣ ሳምራዊ ከምስል ኣዒንቱ ከደነ። ውሽጡ ግን መሊሱ ነቕሐ። ንዓይኖም፣ ንዳዊት፣ ንኣሕፍሮም እናዘከረ ድማ ክድቅስ እጋደል ነበረ።